ክብሪ ንእግዚኣብሔር ኣምላኽና ይኹን። ሎሚ እውን እታ ቅድሚ ሕጂ ቀዳማይ ክፋል ኣቕሪበያ ዝነበርኩ ሎሚ ካልኣይ ክፋል ክንርኢ ኢና። እንታይ እያ ትብል ነይራ እታ ኣርእስታ? እቲ ሓደ ነቲ ሓደ ይህነጾ ትብል እያ እንተ ዘኪርኩማ እቶም ዝነበርኩም። ምድጋሙ ኣገዳሲ ስለ ዘይኮነ ምኽንያቱ ኦረዲ እቲ ናይ ሽዑ መዓልቲ እተቐድሐ ተላኢኹ ስለ ዘሎ ክንሰምዖ ንኽእል ኢና ግን ነቲ ሓሳብ ምናልባት ቁሩብ ምትሕሓዝ ክጠቅም ሕልፍ ሕልፍ ኢለ ገለ ሓሳባት ከዘክረኩም። መስርሕ ምህናጽ ኣካል ክርስቶስ። ብግልና ክንህነጽ ከምኡ ከኣ ብሓባር ከም ንህነጽ ቃል እግዚኣብሄር ይዛረበና። ስለዚ ብግልና ቤተ መቅደስ ኣምላኽ ኢኹም ይብለና። ሓቢርና ከኣ እቲ ሓደ ምስቲ ሓደ ነፍሲ ወከፍና ብሕብረት ከኣ ማሕደር ኣምላኽ ብመንፈስ ቅዱስ ክትኮኑ ትህነጹ ኣለኹም ይብለና። ስለዚ እቲ መስርሕ ምህናጽ ክልተኣዊ ምዃኑ ብግሊ ትህነጽ ብሓባር ከኣ ትህነጽ። ካልእ እውን ዝረኣናዮ እንታይ ነይሩ ኣብቲ መስርሕ ህንጻ ከኣ ንሕና ንህነጽን ብሓባር ብግልን ንህነጽ ጥራሕ ዘይኮነ ንሕና እውን ኣብቲ ምህናጽ ተራ ከም ዘለና መዓይይቲ ኣምላኽ ምዃንና እግዚኣብሔር ብኣና ዕዮ ከም ዝዓዪ ነቲ ኣካሉ ዝጠቅም ንምህናጽ ኣካሉ ብነፍሲ ወከፍና እግዚኣብሔር በቲ ዝሃበና ጸጋ ከም ንሃንጽ ከም ንዓዪ ርኢና ኔርና ክብሪ ንእግዚኣብሔር ይኹን። ስለዚ እታ ቤት መቕደስ ኣምላኽ ኮይና ንህነጽ ኣለና ዝበልናዮ፣ ብመሰረት ቃል ኣምላኽ፣ በቲ ቅኑዕ ዝኾነ ጽሩይ ዝኾነ ቃል ኣምላኽ ክንህነጽ ከም ዝግብኣና ቃል እግዚኣብሄር ይዛረብ። ሽዑ ዘኪርኩማ እንተ ኾንኩም ሓንቲ ኣብነት ሂበኩም ኔረ። ኣብ ሮማ ኣብ ፒሳ ዝበሃል ከተማ ዝተሃንጸት ዓባይ ህንጻ። እቲ ኢንጅነር ሰለስተ ነጥቢ ተስዓን ትሽዓተን ኣቕኒንዋ እታ ህንጻ። ቀኒና። ሕጂ ምስ ተወደእት እንታይ ኮይና እታ ህንጻ ቀኒና ተሰሪሓ ሕጂ እንታይ ትብሃልሳ the leaning tower of pisa ምንም ክትነብረላ ኣይትኽእልን ኢኻ ኣብ ውሽጣ ዋላ ሓንቲ ክትገብረላ ኣይትኽእልን ኢኻ ምኽንያቱ እታ ምቕናና ክንደያ ኣርባዕተ ዲግሪ ዘይትመልእ ምቕናን ናይቲ ህንጻ እዩ ምስ ተሰርሐት ግና ካብ ጥቕሚ ወጻእ ኮይና ስለዚ ንሕና ሂወትና ክንጥንቀቐሉ ይግብኣና ብምንታይ ንህነጽ ምእንቲ እዚ እዩ ጐይታና የሱስ ክርስቶስ፣ ካብ ትርእይዎን ትሰምዕዎን ተጠንቀቑ፣ ምኽንያቱ እቲ ንሰምዖ ጽባሕ ንግሆ ስለ ዝወርሰና። እንታይ ክንሰምዕ ንውዕል፣ እንታይ ከነቕልብ ንውዕል፣ ኣብ ህይወትና ተራ ስለ ዘለዎ፣ ስለዚ ንዝዀነ እዛንና ክንከፍት ኣይግብኣናን። እቲ ሓቂ ቃል ምዃኑ ከነስተውዕል ይግብኣና። ዘይጠቅም እንተ ደኣ ዀይኑ ሽዑን ሽዑን ካብኡ ክንገልብ ክንሃድም። ከምኡ ኢሉና፣ ኣባጊዐይ ድምጸይ ይሰምዓ። ድምጺ ካልእ ግና ዘይፈልጥኦ ስለ ዝኾና ወይ ከኣ ክስዕብኦ ስለ ዘይብለን ንዕኡ ሰሚዐን እንታይ ይገብራ ካብኡ ይገልባ እምበር ኣይስዕብኦን ይብለና ስለዚ እንስዕቦ ኩሉ ግዜ ከነስተውዕል ይግብኣና ክብሪ ንእግዚኣብሄር ኣምላኽና ይኹን ብድሕሪኡ ብዛዕባ ሓላፍነት ጓሶት ርኢና ኔርና ኣብ ምህናጽ ጥንቃቐ ከም ዘድሊ ኣብቲ መጓሰ ሓለውቲ ምዃንና፣ ስለዚ ኣብ ቤት ኣምላኽ ከኣ ብዙሕ ግዜ ብዙሕ ፈተና ከም ዘሎ ኣብ ግዜ ጳውሎስ ከም ዝብሎ ቄናን ዝምህሩ ኣብ መንጎኦም ተንሲኦም ከም ዝነበሩ ግናኸ ከመይ ኢሎም ክጥንቀቑ ከም ዝግብኦም ቃል እግዚኣብሄር ይምዕደና ስለዚ መብዛሕቱ ጽሑፋቶም ጳውሎስ ጴጥሮስ ተዛሪቡ ኣሎ ከምኡ ኹን ዮውሃንስ ተዛሪቡ ኣሎ ስለዚ እቶም ናይ ስሕተት መማህራን ናይ ስሕተት ትንቢት ናይ ስሕተት ምህሮ ኢሎም ዘጠንቅቕዎ ዝነበሩ ኣብዚ ዘመን እዚ ኣይተለወጠን ስለዚ ኩሉ ግዜ ከነቐልብ ኩሉ ግዜ ከነስተውዕል እንታይ ንሰምዕ ከነስተውዕል ይግብኣና ልክዕ ከም ሰብ ቤርያ ዝገበርዎ ጳውሎስ ምስ መሃሮም ምሂሩ ምስ ወደኣ እንታይ ኢሎም ነብሶም ከኣ ንሳቶም ተኣኪቦም እንታይ ገይሮም እቲ ጳውሎስ ዝመሃረና ናይ ብሓቂ እቲ ቃል ኣምላኽ ከምኡ ድዩ ዝብል ኢሎም መርሚሮሞ ብድሕሪኡ ነቲ ዝመሃሮም ቅኑዕ ምዃኑ ኣረጋጊጾምሉ ስለዚ ንሳቶም ቅኑዓት ሰብ በርያ ተባሂሎም ኣብነት ተጠቒስልና ኣሎ ስለዚ ንሕና ከኣ ንዝሰማዕናዮ ኣሜን ክንብል ዘይኮነ ሓቂ እንተኾይኑ ጥራሕ ኢና ኣሜን ንብል ይሰምሮ ኣለኹ ማለት እዩ ስለዚ ኣሜን ብግዴታ ዘይኮነ ብፍታው ሓቂ ቃል ኣምላኽ ምዃኑ ኣረጋጊጽካ ኣዳዕዲዕካ ምስ ኣመንካሉ ኣሜን ትብል ክብሪ ንእግዚኣብሄር ኣምላኽና ይኹን። ስለዚ ብዛዕባ ምህናጽ ቤት ኣምላኽ ኣብቲ ብሉይ ኪዳን ከይድና ርኢና ኔርና እቲ ተቛሪጹ ዝነበረ እግዚኣብሄር ኣምላኽ ነብያት ኣተንሲኡ ብሃጌ ዘካርያ ካልኦት ውን እናልዓለ ነቲ ዕዮ ቤት ኣምላኽ ክህነጽ ከም ዝገበረ ተራ ነብያት ርኢና ተራ መራሕቲ ርኢና ነቶም ዝዓዩ ከኣ መንፈሶም እግዚኣብሄር ከም ዘንቀሖ ርኢና ስለዚ ተራ መንፈስ ቅዱስ ርኢና ናይ ነብያት ርኢና ናይ መራሕቲ ከኣ ርኢና ኔርና ስለዚ እንደገና ኣብኡ ኣይምለስን እየ ብድሕሪኡ ውን ኣካል ክርስቶስ መታን ክትህነጽ ኣብ ኤፌሶን ዝረኣናዮ ራብዓይ ምዕራፍ ከኣ እንታይ ነይሩ? ኩላትና ኢሉ ናብ ሕብረት እምነት ናብ ፍልጠት ወዲ ኣምላኽ ናብ እኹል ሰብኣይ ናብ ናብ ልክዕ ምልኣት ብጽሕና ክርስቶስ ክሳዕ እንበጽሕ ኢሉ እቶም ቅዱሳን ነቲ ግብሪ ኣገልግሎት ንምህናጽ ስጋ ክርስቶስ ምሉኣት ምእንቲ ክኾኑ ኢሉ ሃዋርያት ከም ዝሃበ፣ ነብያት ከም ዝሃበ፣ ወንጌላውያን ከም ዝሃበ፣ ጓሶትን መማህራን ክኾኑ ከኣ ከም ዝሃበ፣ ስለዚ እዚ ከኣ እቲ ዕላምኡ እንታይ እዩ? ኩልና ናብ ሕብረት እምነት፣ ናብ ፍልጠት ወዲ ኣምላኽ፣ ናብ እኹል ሰብኣይ፣ ናብ ናብ ልክዕ ምልኣት ብጽሕና ክርስቶስ ክሳዕ እንበጽሕ ነዚ ኣገልግሎት እዚ ሰባት ከም ዝወፈየ ቃል እግዚኣብሄር ይዛረብ። ስለዚ ጠቒሱ ትሕት ኢሉ ኣብ ጥቕሲ ዓሰርተ ሽዱሽተ ሽዑ እንታይ ኢሉ? ብዘሎት ስጋ ብደገፍቲ መመላገቢኡ ብዘሎት ስጋ ብደገፍቲ መመላገቢኡ እናተተሓሓዘን እናተኣሳሰረን ብመጠንቲ ነንኽፍሉ እተመደበሉ ግብሪ ብፍቕሪ ምእንቲ ክህነጽሲ ካብ ክርስቶስ እዩ ምዕባይ ዝርከብ። ስለዚ ኣብቲ መጨረሻ እቲ ንሓድሕድና ንገብሮ ብጸጋ ኣምላኽ እነገልግሎ ምግልጋል ብምንታይ እዩ ዝዓቢ እንተኢልና ብክርስቶስ ንነፍሲ ወከፍ ክፍሉ ከኣ እንታይ ኢሉ ዝተመደበሉ ነገር ኣሎ ልክዕ እቲ ኣካላትና ከም ንሪኦ ኣካላት ኣለና ክንዓቢ ከለና ኩሉ እዩ ዝውስኽ ብቑመት ንውስኽ ርጉዲ ንውስኽ ኣእዳውና ይውስኽ ኩሉ እንዳወሰኸ እዩ ዝኸይድ ንኣብነት ሕጂ ህፃን እንተ ደኣ ርኢና እታ ኢዱ እንተ ደኣ ዘይዓብያ ንሱ ግን ብቑመትን ብኻልእን እንዳዓበየ እንድሕር ከይዱ እንታይ እዩ ዝመስል ጎደሎ ኣካል ኢና ክንብሎ ምሽ ገለ ጸገም ኣለዎ ምክንያቱ ዘይዓበየ ክፋል ኣለዎ ስለዚ ሎሚ ብመንፈሳዊ ዓይኒ ከመይ ንመስል ከም ቤት እግዚኣብሔር ብልክዕ ዶ ንዓቢ ኣለና ኩሉና ስጡም ዝኾነ ኣገልግሎት ወይ ከኣ ሕብረት ኣለና ድዩ ስለዚ ክንዓቢ እግዚኣብሔር ይደልየና በበቲ መጠን ንኽፍሉ ዝተዳለወ እዚ ኸኣ ምዕባዩ ካብ ክርስቶስ ከም ዝርከብ ግናኸ እቲ ግብሪ ኣገልግሎት ጸጋ እግዚኣብሔር ንቤቱ ከም ዝሃበ ኣብ ቃል ኣምላኽ ንርኢ ክብሪ ንእግዚኣብሔር ኣምላኽና ይኹን ስለዚ ኣብታ ካልኣይ ክፋል ክንኣቱ ኢና መጀመርያ ሕጂ ንገዛእ ርእስኻ ምህናጽ ዝብል ክንርኢ ኢና መጀመርያ ርእስና ብኸመይ ንሃንጽ ኣብቲ ርእሲ ምህናጽ ግና ርእስና ክንሃንጽ ከለና ተራ መንፈስ ቅዱስ ኣለዎ። ስለዚ መጀመርያ ኣቀዲመ ክርእዮ ዝደሊ ተራ መንፈስ ቅዱስ ኣብ ምህናጽ ርእስና እንታይ ይመስል ብዛዕባ እዚ ዘብርሃልና ኣብ ቀዳማይ ቆሮንጦስ ኣለና ቀዳማይ ቆሮንጦስ ዓሰርተ ኣርባዕተ ምዕራፍ ካብ ጥቅሲ ሓደ ክሳብ ሽዱሽተ ጳውሎስ ዘርዚሩ ጠቂስዎ ኣሎ ከምዚ ኢልዎም ንሰብ ቆሮንቶስ ንፍቕሪ ስዓብዋ ኢሉ ንመንፈሳዊ ውህበት ምናዳ ግና ክትንበዩ ቅንኡ። እቲ ብቋንቋ ዝዛረብ ምስጢራት ብመንፈስ ይዛረብ ኣሎ፣ ሓደ እኳ ኣየስተውዕሎን እዩ እሞ ንኣምላኽ እምበር ንሰብ ኣይኮነን ዝዛረብ ዘሎ። እቲ ትንቢት ዝንበ ግና ንሰብ ዝሃንጽን ዝምዕድን ዘጸናንዕን እዩ ዝዛረብ። ብቋንቋታት ዝዛረብ ንርእሱ ይሃንጽ እዚኣ ኣስምርዋ እቲ ብቋንቋ ዝዛረብ እንታይ ኢሉ ንርእሱ ይሃንጽ ትንቢት ዝንበ ግና ንመን እዩ ዝሃንጽ ኢሉ ንማሕበር ይሃንጽ ስለዚ ክልቲኤን ነስተብህለን ዝንበን ብቋንቋታት ዝዛረብን ስለዚ ብቋንቋ ዝዛረብ ጥቕሙ እንታይ እዩ እንተ ኢልና ርእስኻ ምህናጽ እዩ ርእስና ንህነጸሉ እዩ ትንቢት ግና ንማሕበር ይሃንጽ ኢሉ ክብሪ ንእግዚኣብሔር ኣምላኽና ይኹን ስለዚ ብቋንቋታት ምዝራብ ንርእሱ ይሃንጽ ትንቢት ዝንበ ግና ንማሕበር እዩ ዝሃንጽ ምስ በለ ስለዚ ኩላትኩም ብቋንቋታት ክትዛረቡ ምናዳ ግና ክትንበዩ እፈቱ ኣለኹ ኢልዎ ንምንታይ እዩ ከምዚ ኢሉ ብቋንቋ ክትዛረቡ ኢሉ ዝያዳ ግና ክትንበ እዩ። ምኽንያቱ እቲ ብቋንቋ ዝዛረብ ንገዛእ ርእሱ ጥራሕ እዩ ዝሃንጽ፣ እቲ ዝንበ ግና ንማሕበር እዩ ዝሃንጽ። ስለዚ ዝያዳ ኣብ ምህናጽ ዕዙዛት ክትኮኑ ዝብል ህርፋን ከም ዝነበሮ ጳውሎስ ንርኢ። ስለዚ እንታይ ኢሉ? እታ ማሕበር ምእንቲ ክትህነጽሲ ኢሉ ሽዑ ዝትርጉም እንተ ዘይኰነስ ካብቲ ብቋንቋታት ዝዛረብ እቲ ትንቢት ዝንበ ይዓቢ። ንምንታይ? ምኽንያቱ እቲ ቋንቋ ዝዛረብ ርእሱ ጥራሕ እዩ ዝሃንጽ ዘሎ፣ ንውልቁ እዩ። እቲ ዝንበ ግና ንማሕበር እዩ ዝሃንጽ ዘሎ። ስለዚ እታ ምዕራፍ ኬድና እንድሕር ርኢናያ ኣብ ቆሮንጦስ ዝነበረ ሕንፍሽፍሽ ብፍላይ ኣጠቓቑማ ናይ ቋንቋ ዝምልከት እቲ ዝነበሮም ህያባት ናይ ቋንቋ ኣብ ንሓድሕዶም ዕግርግር ስለ ዝነበረ ጉባኤ ተኣኪቦም ክነሶም ክንዲ በቲ ዝረዳድእሉ ዝተሃናነጽሉ ቋንቋ ዝዛረቡ ወይ ከኣ ትንቢት ዘስተናግዱ ቋንቋ ዝዛረብ እንተደኣ ኮይኑ ከኣ ምትርጓሙ ክወሃቦ ክንዲ ጸልዩ ንማሕበር ዝሃንጽ ተራ ዘበርክት ሕንፍሽፍሽ ስለ ዝኾነ ጳውሎስ ነዚ መስርዕ ንኸትሕዝ ዝጸሓፎ ጽሑፍ እዩ። ስለዚ ከምዚ ኢልዎም ዝትርጉም እንተ ዘይኮነስ ኢልዎም ካብቲ ብቛንቋ ዝዛረብ እቲ ትንቢት ዝንበ ይዓቢ ክልቲኡ ይትረፍ ማለት ድዩ ኣይኮነን ግናኸ ጠጥቕሙ ኣለዎ ስለዚ እቲ ዝንበ ኣብ ጉባኤ ንሱ ይበልጽ ምኽንያቱ ጥቕሙ ንጉባኤ ስለ ዝኾነ ኣሕዋተየ ሕጂ ግና ብቛንቋታት እናተዛረብኩ እንተ ዝመጸኩም እሞ ብራእይ ወይ ብፍልጠት ወይ ብትንቢት ወይ ብምህሮ ገይረ እንተ ዘይተዛረብኩኹም እንታይ ክጠቕመኩም እዩ ሕጂ ብዙሕ ግዜ እንተ ደኣ ርኢና ኣብ ናይ ሎሚ ኣገልግሎታትና ክንፍትሽ ከለና ነፍሲ ወከፍና ከነገልግል ኢልና ንሓባር ንጉባኤ ንወጽእ እሞ ዘማራይ እንተ ኮይኑ ብቛንቋ ክዛረብ ንሰምዖ ሰባኻይ መምህር እንተ ደኣ ኮይኑ ብቛንቋ ክዛረብ ንሰምዖ ቃል ኣምላኽ ግን እንታይ እዩ ዝብለና ዘሎ ይሃንጽ ኣሎ ይሃንጽ ኣይኮነን ዘሎ ግዜ ናይቲ ጉባኤ ይቐትል ኣሎ ምኽንያቱ ሕንፍሽፍሽ እዩ እንታይ ይብል ከም ዘሎ ንሱ ኣየስተውዕልን እዩ እቲ ጉባኤ ከዓ ባርባር እዩ ዝኾኖ ስለዚ ይሃንጽ የለን ስለዚ ክንጥንቀቕ ይግባኣና ኣብ ኣጠቓቕማና ጥንቁቓት ክንከውን ዝሃንጽ፣ ንምህናጽ ትጉሃት ክንከውን፣ ነታ ማሕበር ምእንቲ ክትህነጽ ኢልና እዚ ክንገብር፣ ንገዛእ ርእስና ክንሃንጽ ንኽእል ኢና፣ ግና ኸኣ ኣብ ቅድሚ ጉባኤ ዘይንትርጉሞ እንተ ደኣ ኾይንና፣ እዚ ነገር እዚ ካብዚ ልምምድ እዚ ክንዕገስ ከድልየና እዩ። ምኽንያቱ እቲ ዕላምኡ እንታይ እዩ? ምህናጽ ኣካል ክርስቶስ ስለ ዝኾነ። ስለዚ እንታይ የበርክት ኣለኹ ኢልና ክንሓስብ ኣገዳሲ እዩ። ትሕት ኢሉ ኣብታ ምዕራፍ እቲኣ ጥቕሲ ዓሰርተ ክልተ ክሳብ ዓሰርተ ኣርባዕተ ከምዚ ኢሉ ከምኡ ድማ ንስኻትኩም መንፈሳዊ ውህበት እትቐንኡ ካብ ኮንኩምሲ ኢልዎም ስለዚ ንመንፈሳዊ ውህበት ቅንኣት ከም ዝነበሮም ይምስክረሎም ኣሎ ስለዚ ኢልዎም ብድሕሪኡ ንምህናጽ ማዕበር ዕዙዛት ክትኮኑ ድለዩ ስለዚ ውህበት ጥራሕ ምድላይ ዘይኮነ ዕላማ ናይቲ ውህበት ግና ኣካል ክርስቶስ ንኽትህነጽ ስለ ዝኾነ ንስኻትኩም ከኣ ንኽትሃንጹ ዕዙዛት ኩኑ ክብል ምዒድዎም ኣሎ። ስለዚ ከምዚ ኢልዎም፣ ብቛንቋታት ጓና እንተ ጸሌኹ፣ መንፈሰይ ይጽሊ፣ ኣእምሮይ ግና ብዘይ ፍረ እዩ። ስለዚ እቲ ብቛንቋ ዝዛረብ ምትርጓሙ ምእንቲ ክከኣሎ ይጸሊ ኢሉ። ስለዚ ምኽንያቱ እቲ ኣብ ጉባኤ ዝዛረብ ብቛንቋ ክዛረብ እንተ ደኣ ዝደሊ ኮይኑ ሓደ ነገር ቅድመ ኩነት የቐምጠሉ ኣሎ። ክትጽሊ ትኽእል ኢኻ፣ ነገር ግን ምትርጓሙ ክከኣለካ ጸሊ፣ ትርጉም እንተ ተዋሂቡካ ሽዑ ትጽሊ ዝብል ኣብነት ተዛሪቡ። ስለዚ ብዙሕ ግዜ ኣብ ተመክሮ እውን ከም ንሪኦ ኣብ ዝሓለፈ ሓንቲ ምስክርነት ዝሰምዕ ነይረ ፓስተር ጻድቁ ኣብዶ እንተ ሰሚዕኩማ ኮንኩም ቅድም ኣብ ናይ ኢትዮጵያ ዝነበሮም ኣገልግሎት ኣብ ጉባኤ ኮይኖም ክጽልዩ ከለዉ ብፍልይ ዝበለ ቋንቋ ዓው ኢሉ ዝጽሊ እንድሕር ኣሎ ኩሉ ሰብ ይሃድእ እዩ ጸጥ ይብል ምኽንያቱ መልእኽቲ ካብ እግዚኣብሄር ስለ ዘሎ ሽዑ ወይ ንሱ ይትርጉሞ ወይ ከኣ ዝትርጉም እግዚኣብሄር የተንስእ እሞ እግዚኣብሄር ከምዚ ይብለኩም ኣሎ ይበሃል ኣነ ውን ብወገነይ ብዘበነይ ዘርከብኩሉ እዩ ኣብ ጸሎት ኣብ ዝነበርናሉ ፍሉይ ዝኾነ ድምጺ ይመጽእ ካብቶም ናይ ጸሎት ኣሕዋት ናይ ትንቢት መንፈስ ዘለዎም ኣሕዋት ከምኡ ክመጽእ ከሎ ሓደ ካብቶም መራሕቲ ጉባኤ እንታይ ይገብር? የጣቕዕ። ከጣቕዕ ከሎ እንታይ ማለት እዩ? ኩልና ንህዳእ። እቲ በይኑ ዝጽሊ ዘሎ እቲ እግዚኣብሄር መንፈስ ትንቢት ዝሃቦ ሰብ ንሱ ጥራሕ ድምጹ ይወጽእ። ምስ ወጸ ኣብቲ መጨረሻ ወይ ንሱ ይትርጉሞ ወይ ከኣ ካልእ ይትርጉም ነይሩ። ስለዚ ኩሉ በገባብ ይኸይድ ነይሩ ሎሚ ስለዚ ከነዐርዮ ዘለና ንምህናጽ ዕዙዛት ክንከውን ክንሓስብ እግዚኣብሄር ይመኽረና ኣሎ ክብሪ ንእግዚኣብሄር ኣምላኽና ይኹን ስለዚ ጳውሎስ ከምዚ ኢልዎም ኣብ ጥቕሲ ዓሰርተ ሸሞንተ ክሳብ ዓሰርተ ትሽዓተ ኣብታ ምዕራፍ እቲኣ ሓለፋ ኩላትኩም ቋንቋታት እዛረብ እየ እሞ ንኣምላኽ እመስግኖ ኣለኹ ኢልዎም ስለዚ ቋንቋ ስለ ዝወሓደኒ ስለ ዘይዛረብ ኣይኮንኩን ከም ዝብለኩም ዘሎ ሓለፋ ነፍሲ ወከፍኩም ኣነ ይዛረብ ኢሉ ግናኸ ኢሉ ንኻልኦት ምእንቲ ኺምህርሲ፣ ኣብ ማሕበር ኢሉ፣ ኣብ ጉባኤ ኪኸውን ከሎ፣ ኣብ ማሕበር፣ እልፊ ቃል ቋንቋ ካብ ዚዛረብ፣ ሓሙሽተ ቓላት በእምሮ ኪዛረብ ይፈቱ፣ ምኽንያቱ ዚሃንጽ ቃል ስለ ዝኾነ። ተርጓሚ እንተ ዜልቦ ግና፣ እቲ ብቋንቋ ዚዛረብ ኣብታ ማሕበር ኢሉ፣ ኣብታ ማሕበር ስቕ ይበል፣ ኣብ ጉባኤ እንድሕር ዚመርሕ ኮይኑ፣ እንተ ደኣ ዘገልግል ኮይኑ ንጉባኤ፣ ንሱ ዘይትርጉም እንተደኣ ኮይኑ ትርጉም እንተደኣ ዘየለ ኮይኑ ንሱ ስቕ ይበል። ግናኸ እንታይ ኢሉ ንርእሱን ንኣምላኽን ግና ይዛረብ። ስለዚ ንገዛእ ርእሱ ክሃንጽ ይኽእል እዩ ብግሉ። ንጉባኤ እንተደኣ ኮይኑ ግና ዝትርጉም እንተ ዘየለ እቲ ሰብ እቲ ቋንቋ ካብ ምዝራብ ክዕቀብ ከም ዝግብኦ ቃል እግዚኣብሄር ይዛረበና። ክብሪ ንእግዚኣብሄር ይኹን። ስለዚ ይኽልክሎ ወይ ከኣ ይኹንኖ ኣይኮነን ዘሎ። ስለዚ እቲ ዕላምኡ ክንፈልጥ እቲ ንምህናጽ ኣካል ክርስቶስ ኣየናይ እዩ ዝግባእ ብኸመይ ኣገባብ ክንከይድ ኣለና ክንፈልጥ ይግብኣና እዩ ክብሪ ንእግዚኣብሄር ኣምላኽና ይኹን ኣብ ይሁዳ ቀዳማይ ምዕራፍ እውን ከምዚ ኢሉ ኣሎ ይሁዳ ሓደ ጥቕሲ ዕስራ ክሳብ ዕስራን ሓደን ስለዚ ንሪኦ ዘለና እንታይ እዩ ብዛዕባ ምህናጽ ገዛእ ርእስኻን ማሕበርን ስለዚ ኣገዳስነት ናይ መንፈስ ቅዱስ ብቋንቋታት ናይ ምዝራብ ኢና ንዛረብ ዘለና ኣብ ይሁዳ ሓደ ዕስራን ዕስራን ሓደን ከምዚ ኢሉ ኣሎ ንስኻትኩም ግና ኣቱም ፍቑራተይ በታ ኻብ ኵሉ እተቐደሰት እምነትኩም ንርእስኹም እናሃነጽኩም፣ በታ እተቐደሰት እምነትኩም ኢሉ ንርእስኹም እናሃነጽኩም ብመንፈስ ቅዱስውን እናጸሌኹም፣ ስለዚ እቲ ምህናጽ ምስ መንፈስ ቅዱስ ኣተሓሒዝዎ ኣሎ፣ ስለዚ ብመንፈስ ምጽላይ ርእስኻ ምህናጽ ስለ ዝኾነ። ነቲ ናብ ህይወት ዘልኣለም ዘብጽሕ ምሕረት ጎይታና የሱስ ክርስቶስ እናተጸቤኹምሲ ርእስኹም ብፍቕሪ ኣምላኽ ሓልውዋ ክብል ከኣ ማዕዳ ሂቡ። ክብሪ ንእግዚኣብሄር ኣምላኽና ይኹን። ስለዚ ኣብ ታሪኽ ከም ንሪኦ ኣብ መጽሓፍ ቅዱስና ብፍላይ ኣብ ግብሪ ሃዋርያት ኣብ ዓስራይ ምዕራፍ ኬድና እንድሕር ርኢና ኣብ ቤት ቄርኔሌዎስ ዝኾነ ኩነታት ንፈልጦ ኢና። እግዚኣብሄር ምስ ተገልጸሉ፣ ንጴጥሮስ ከኣ ጸዊዑ ክምህሮም ከም ዘለዎ ልኡኻት ክሰደሉ ከም ዘለዎ ምስ ነገሮ፣ ንጳውሎስ ከኣ ንጴጥሮስ ከኣ ጐይታ ብራእይ ተገሊጹ ምስ ነገሮ፣ ክንዕቆም ከም ዘይብሉ፣ ክፍንፍኖም ከም ዘይብሉ፣ ምኽንያቱ ናይ ኣህዛብ ወገን ስለ ዝኾኑ፣ ኣህዛብ ኣብ ቅድሚ ደቂ እስራኤል ፍንፉናት ስለ ዝነበሩ ምስኦም ሕብረት ስለ ዘይነበሮም ንኸይኣቢ እግዚኣብሄር ብራእይ ገይሩ ከም ተዛረቦ ንርኢ። ደሓር ግን ከይዱ ቃል ኣምላኽ ክዛረቦም ከሎ እንታይ ይብለና? ኣብቶም ዝሰምዕዎ ዝነበሩ ዓበይቲ ይኹኑ ንኣሽቱ ብምልኦም ኣብታ ቤት እቲኣ ዝነበሩ መንፈስ ቅዱስ ወረደ ይብለና ቃል ኣምላኽ እዮም ዝሰምዑ ዘለዉ ብምሉእ ልቦም ልቦም ከፊቶም ኣብቲ ዝሰምዕሉ ዝነበሩ እግዚኣብሄር ከኣ ሰማያት ከፊቱ መንፈስ ቅዱስ ኣውሪድሎም ነፍሲ ወከፎም ከኣ ይብለና ብቛንቋታት ተዛረቡ ይብለና ሽዑ ጴጥሮስ ነዚ ምስ ረኣየ ኣዝዩ ገሪምዎ እግዚኣብሄርሲ ንሕና እኳ እንተ ፈለናዮም እግዚኣብሄርሲ ኣባናን ኣብኦምን ኣይፈለየን ስለዚ ከይጥመቑ ደኣ መን ይኽልክሎም ክብል ከሎ ንርኢ። ብድሕሪኡ ጸብጻብ ከቕርብ ከሎ ንሃዋርያት ኩሉ ተራ ኣቢሉ ነጊርዎም ምኽንያቱ ናብ ኣህዛብ ምኻዱ ንዓታቶም ቅቡል ስለ ዘይኮነ እቲ ምፍልላይ ስለ ዝነበረ ቃል ኣምላኽ ክዛረብ ከሎ እቲ ከልካሊ ዝነበረ ቐጽሪ ብደሙ ኣፍሪሱ ይብለና ነቶም ክልተ ሓደ ዝገበረ እቲ ጽልኢ ንሱ ብደሙ ከም ዝዓረቐና ንርኢ ስለዚ ኣህዛብ ምድሓን ከም ዘይምልከቶም ገይሮም ኣይሁድ ይርእይዎ ይሓስቡ ስለ ዝነበሩ ነዚ ክርስቶስ ከም ዝፈለዮ ስለዚ ካብቲ እግዚኣብሄር ዝህቦ ነገር ኣብ ናይ ሓድሽ ኪዳን እንተ ደኣ ርኢና እንታይ እዩ ህያባት መንፈስ ቅዱስ ካብኡ ሓደ ብቛንቋ ምዝራብ ምዃኑ እቲ ጥቕሙ ከዓ ከም ዝረኣናዮ ንርእ ገዛእ ርእስኻ ምህናጽ ምዃኑ ንርኢ ስለዚ ቅንኣት የድሊ ጽምኣት የድሊ። ቃል እግዚኣብሄር ኣምላኽና ክዛረበና ከሎ ብዛዕባ ንመንፈስ ቅዱስ ወይ ከኣ ህያባቱ ንምቕናእ ከምዚ ይብለና ኣብ ሉቃስ ዓሰርተ ሓደ ጥቕሲ ዓሰርተ ሰለስተ ከምዚ ኢሉ ኣሎ ወንጌል ሉቃስ ዓሰርተ ሓደ ጥቕሲ ዓሰርተ ሰለስተ እምበኣርሲ ኢሉ ንስኻትኩም እኳ ክፉኣት ክነስኹም ንደቅኹም ጽቡቕ ህያብ ምሃብ ካብ ፈለጥኩም እቲ ኣብ ሰማይ ዘሎ ኣቦ ግዳ ንዝልምንዎ ክንደይ ኣብዚሑ መንፈስ ቅዱስ ዘይህቦም። ክብሪ ንእግዚኣብሄር ይኹን። ስለዚ ነቶም ዝልምንዎ እግዚኣብሄር ሰናይ ውህበት ይህብ። ብዓቢኡ ከኣ እንታይ ይህብ? መንፈስ ቅዱስ ይህብ። ስለዚ ብዙሓት ክጠቕሱ ከለዉ እንታይ ይብሉ? ኣብ ግዜ ምድሓንና ማሕተም መንፈስ ቅዱስ ከም ዘለና ንፈልጥ ኢና ግን መጽሓፍ ቅዱስ ከኣ እንታይ ይብለና መንፈስ ይምላእኩም ስለዚ ቀጻሊ ትምልኦ ከም ዝኾነ ስለዚ ንእግዚኣብሄር ክንልምን ከለና ከኣ መንፈስ ቅዱስ ከም ዝወርደና እግዚኣብሄር መንፈሱ ከም ዝበና ቃል እግዚኣብሄር ይዛረብ ከመይሲ ብሓይልን ብኽእለትን መንፈሳዊ ጉዕዞ ክትጓዓዝ ኣይትኽእልን ኢኻ ዓቕሚ ዝኾነካ ናይ እግዚኣብሄር ጸጋ እዩ ሓይሊ መንፈስ ቅዱስ እዩ ስለዚ ኩሉ ግዜ ናብኡ ጽግዕተኛ ክንከውን ወይ ከኣ ኣብኡ ክንድገፍ እግዚኣብሄር ይደልየና። ኣብ ኤፌሶን ሓምሻይ ምዕራፍ ዓሰርተ ሸሞንተ ክሳብ ዓሰርተ ትሽዓተ እውን እቲ ምልኣት መንፈስ ቅዱስ ምስ ስኽራን ናይ ስጋ ኣተሓሒዝዎ ኣሎ። ንኣብነት ሰኽራም እንተ ደኣ ኮይኑ ወይ ሰብ ፈራሕ እንተ ደኣ ነይሩ መስተ ምስ ሰተየ እንታይ ይኸውን? ኩልና ንፈልጦ ኢና ምሽ? ሓያል ኮይኑ ይስምዖ፣ ድፈርሆ ሰብ የብሉን፣ ኣብ ልቡ ሓቢእዎ ዝነበረ ጽልኢ ድዩ ካልእ ድዩ ብዛዕባ እቲ ሰብ ዝሓስቦ ብምልኡ ብዘይ ከልካል እንታይ ይገብር የውጽኦ። እንታይ ዝገብር ሰባት እንታይ ይብሉ ኣብ ባህልና ንሱ ዘይኮነስ እንታይ ዝገብሮ ዘሎ ትጌሶ እዩ ይብሉ። ስዋ ስለ ዝኾነ መብዛሕቱ ግዜ ዝዝውቱር ኣልኮል ብዙሕ ሳይ ስለ ዘይኮነ ስለዚ እንተ እቲ ሰብ ሰትዩ እንታይ ይኸውን ኣእምርኡ ስለ ዝቆጻጸሮ ብድሕሪኡ ኣይፈልጥን ኢዩ ኣብ ውሽጢ ዘሎ ግና የውጾ ስለዚ ንእግዚኣብሄር ብትብዓት ከነገልግል እንተ ኮይና ኣብዚ ጽሑፍ እዚ ክዛረብ ከሎ ምስ ስኽራን ኣተሓሒዝዎ እዚ ከኣ ምልኣት መንፈስ ቅዱስ ኢዩ ትብዓት ዝህበካ ከተገልግል ዝገብረካ ንበዓል ጴጥሮስ ታሪኾም ዝቐየረ ፈራሓት ዝነበሩ ኣብ ቅድሚ ሰበት ሰባት ትብዓት ዘይነበሮም እንታይ ኢልዎም መንፈስ ቅዱስ ክሳብ ትቕበሉ ኣይትውጹ ኢልዎም መንፈስ ቅዱስ ምስ ዝወርድ ግና እንታይ ክትቅበሉ ኢኹም ሓይሊ ኽትቅበሉ ኢኹም። መንፈስ ቅዱስ ምስ መጸ ልክዕ እንታይ ኢሎ እንታይ ኢሎሞም እዚኣቶምሲ ጉዑመ ሰትዮም እንታይ ኢሎሞም ሰኺሮም ስለዚ ልክዕ ከም ሰኽራም ነይሮም ንሱ ተቆጻጺርዎም ስለዚ ኣሕዋተይ ንእግዚኣብሄር ከነገልግል እንተ ኮይኑ መንፈስ ቅዱስ ክመልኣና ምልኣት መንፈስ ቅዱስ የድሊ ትብዓት ይህበካ ናብቲ ናቱ ሓሳብ ትኸይድ ስለዚ እቲ ኣእምርኡ እቲ ሰኽራም ከምዘይቆጻጸሮ ስጉምቱ ከምዘይቆጻጸር እቲ መስተ ንዕኡ ገዚኡ ከም ዝቈጻጸሮ መንፈስ እግዚኣብሄር ከኣ እንተ ደኣ ብምልኣት ህይወትና ሂብናዮ መንፈስ እግዚኣብሄር ኣባና እንተ ደኣ ዓሲሉ እግዚኣብሄር ድማ ድላዩ ብኣና ይገብር። ክብሪ ንእግዚኣብሄር ይኹን። ምእንቲ እዚ እዩ ብሓይልን ብኽእለትን ኣይኰነን። እግዚኣብሄር ብምንታይ ይግልገል? ብመንፈሱ ይግልገል። ስለዚ ኣብቲ ጽሑፍ ከምዚ ኢልዎ ዝርገት ኣለዎ እሞ ብወይኒ ኣይትስከሩ። ስለዚ እዛ ቃል እዚኣ ኣስምሩላ። ዝርገት ኣለዎ ብወይኒ ኣይትስከሩ ምስ በለ ምኽንያቱ ሰባት ክተብዑ ብዙሕ ግዜ ተመሃሮ ኣብ ዝኾነ ኢንተርቪው ገለ ክኸዱ ከለዉ ሰባት እንታይ ገበሩ ፈራሓት እንድሕር ኮይኖም ይሰትዩ ቁሩብ ምስ ሰተዩ እንታይ ይኾኑ ትብዓት ክውስኸለይ ይብሉኻ ሕፍረት ዘበለ ብምሉእ መታን ክግፈፍ ማለት እዩ ስለዚ ኣብ ቤት ኣምላኽ ከነገልግል ከለና ግን መስተ ኣይኮነን ዘድልየና ግናኸ ኢሉ ብመዝሙርን ምስጋናን መንፈሳዊ ቅኔን ብልብኹም ንጐይታ እናተቐነኹም እናደረስኩምሉም ንሓድሕድኩም እናተዘራረብኩም እንታይ ኾንኩም መንፈስ ይምላእኩም ስለዚ መንፈስ ምስ መልአ ልክዕ ከምቲ መስተ ምስ መልአ ነቲ ሰብ ዝቆጻጽሮ መንፈስ እንተ መሊእካ ሱቕ ክትብል ኣይትኽእልን ኢኻ ንኤርምያስ ከምኡ ኮይንዎ ክዕገሶ ተጸመምኩ ኢሉ ነገር ግና እንታይ ኢሉ ኣይከኣልኩን ኢሉ ካብ ዓቕሙ ንላዕሊ ኮይኑ ደሪኽዎ ከም ዝወጽእ ዝነበረ ስለዚ ኣሕዋተይ ብትብዓት ከነገልግል እንተድኣ ኮይንና ሓደ ነገር ንእግዚኣብሄር ክንልምን ይግብኣና ንሱ ከኣ እንታይ እዩ ምልኣት መንፈስ ቅዱስ ብዘይ መንፈስ ቅዱስ ምንም ክንገብር ከም ዘይንኽእል ከነስልጥ ከም ዘይንኽእል እዚ ተረዲእና ኣስተውዒልና ንእግዚኣብሄር ኩሉ ግዜ መንፈሱ ክንልምኖ ኣብ ትሕቲኡ ክንቀርብ ብዘይ ብኣኻ ምንም የብለይን ብዘይ መንፈስካ ምንም የብለይን ክንብል ይግብኣና ክብሪ ንኣምላኽና ይኹን ስለዚ ተራ ኣብ ምህናጽ ሓድሕድና ከኣ ክንርኢ ኢና ስለዚ ተራ ኣብ ምህናጽ ርእስና ርኢና ተራ መንፈስ ቅዱስ ብካልኣይ መገዲ ከኣ ንኣመንቲ ስለዚ ጳውሎስ ንጢሞቴዎስ ክምዕዶ ከሎ ንኻልኦት ክትሃንጽ እንተ ደኣ ኮይንካ ከተገልግል እንተ ደኣ ኮይንካ ሓደ ቅድመ ኩነት ይብዎ መጀመርያ እንታይ እዩ ርእስኻ መጀመርያ እንታይ? ርእስኻ። ርእስኻ ከይተሃነጽካ ንኻልኦት ክትሃንጽ ኣይትኽእልን ኢኻ። ስለዚ ኣብ ቀዳማይ ጢሞቴዎስ ራብዓይ ምዕራፍ ካብ ሽዱሽተ ክሳብ ዓሰርተ ሽዱሽተ ብምሉኡ ኣየንብቦን እየ እተን ዘድልያኒ እተን ጥቕስታት ኣለዋ ኣብዚ ስለዚ ኣብኡ ጽሒፍሉ ኣሎ ርእሱ ክሃንጽ ከም ዝግብኦ ብድሕሪኡ ከኣ ንኣካል ክርስቶስ ንምህናጽ ዕዙዝ ተራ ከም ዝጻወት ይዛረብ። ስለዚ ከምዚ ኢልዎ ነቶም ኣሕዋት እዚ እንተ ኣርእኻዮም። ነቶም ኣሕዋት እንታይ እንተ ግበርካ እዚ እንተ ኣርኤኻዮም ብሂወትካ ቃል እምነትን እቲ ተኣሚንካ ዝሰዓብካዮ ጽቡቕ ምህሮን እተመገበ ሕያዋይ ኣገልጋሊ የሱስ ክርስቶስ ክትከውን ኢኻ ግናኸ ኢልዎ ከወግዶ ዘለዎ ንነገር ቅለትን ንዕላል ኣንስትን ካባኻ እንታይ ግበሮ ኣርሕቆ ኢልዎ ንርእስኻ ግና ኣምልኾ ኣልምዳ ኢሉ ይቕጽል፣ ብድሕሪኡ ሰጊረ ካብ ጥቕሲ ዓሰርተ ክልተ ከንብብ እየ፣ ነቶም ኣመንቲ ኢሉ ብቓል፣ በካይዳ፣ ብፍቕሪ፣ ብእምነት፣ ብንጽህና እውን በዘን ሓሙሽተ ነገራት ኣርኣያ ኩኖም እምበር ነታ ንእስነትካ ሓደ እኳ ኣይንዓቃ ንእሽተየ ኣይትበል መንእሰይ ነይሩ ትሕቲ ዕስራ እዩ ነይሩ ግናኸ ቤት ኣምላኽ ይመርሕ ነይሩ ቤት እግዚኣብሔር የገልግል ነይሩ። ስለዚ ኣብ ቅድሚ እቶም ካልኦት ክትቀውም ከለኻ፣ ደው ክትብል ከለኻ፣ ከተገልግል ከለኻ ንእሽተየ ኣይትበል። ነብስኻ ጥራሕ ከምዚ ጌርካ ኣቕርባ ኢልዎ። ነቲ ንእስነትካ ማንም ኣይንዓቆ ክብሎ ከሎ ንርኢ። ስለዚ ካብ ጥቕሲ ዓሰርተ ክልተ እንታይ ኢሉ እተን ኣብነት ምስ ሃቦ፣ ብቓል፣ በካይዳ፣ ብፍቕሪ፣ ብእምነት፣ ብንጽህና ኣርኣያ ኩኖም እምበር፣ ነታ ንእስነትካ ሓደ እኳ ኣይንዓቃ ምስ በለ፣ ኣነ ክሳዕ ዝመጽእ ኢሉ ናብ ምንባብን ምንብዓድን ምምሃርን ኣቕልብ። ስለዚ ንርእሱ እንደገና ክህነጽ ከም ዝግብኦ፣ ክዓቢ ከም ዝግብኦ ይዛረቦ ኣሎ። ስለዚ ነቲ ብትንቢትን ምንባር ኢድ ሽማግለታትን እተዋህበካ ኣባኻ ዘሎ ውህበት ጸጋ ዕሽሽ ኣይትበሎ። ስለዚ ዝተዋህቦ፣ ዝተቐበሎ ውህበት ጸጋ ከም ዝነበሮ ይምስክረሉ ኣሎ ስለዚ ነዚ ዕሽሽ ኣይትበሎ እዚ ኣጸቢቕካ ሕሰብ እናወሰኽካ ትኸይድ ከም ዘሎኻ ኢሉ ኣብ ኩሉ ምእንቲ ክግለጽሲ ነዚ ነገር እዚ ብምሉእ ርእስኻ ወፊ ስለዚ እናዓበኻ ምኻድ እናወሰኽካ ምኻድ ሓደ ካብቲ ጳውሎስ ዝነበሮ እንታይ እዩ ብድሕረይ ዘሎ እናረሳዕኩ ናብቲ ዓስቢ ዓወት ንቕድሚት ገጸይ እመጣጠር ኣለኹ ብክርስቶስ ኢየሱስ ስለዚ ንቕድሚት ገጹ ዝመጣጠር ነይርዎ ስለዚ ዓጊቡ ኣብቲ መንፈሳዊ ህይወት ደሓን ንኣምላኽ ፈሊጠ ቀዳም ተኻፊለ እንተኸይደ እኹል እዩ ንብል እንተ ኣለና ገና ኣይበጻሕናዮን ኣይፈለጥናዮን ስለዚ ንቕድሚት ገዝኡ ዝመጣጠር ህይወት ክህልወና ስለዚ ንጢሞቴዎስ ክምዕዶ ከሎ ከምኡ እዩ ኢልዎ እናወሰኽካ ትኸይድ ከም ዘለኻ ኣብ ኩሉ ምእንቲ ክግለጽሲ በዚ ነገርዚ ርእስኻ ብምሉእ ርእስኻ ወፊ ንርእስኻን ሽዑ ንትምህርትኻን ተጠንቀቕ ንኽልቲኡ ንርእስኻን ንትምህርትኻን ምኽንያቱ እቲ ትምህርትኻ ንሰባት ወይ ክተክል እዩ ወይ ከፍርስ እዩ ልክዕ ከምቲ ሓንተወይ ዝበልናዮ ቄናን ምህሮ እንተደኣ ኮይኑ ከቕንኖም እዩ ቅኑዕ እንተደኣ ኮይኑ ቅኑዕ ክኸውን እዩ ሰባት ክገልጽዎ ከለዉ ነዚ እንታይ ይብልዎ ኣገልግሎት ቃል ኣምላኽ ልክዕ ከምቲ ሃናጻይ ወይ ቀራጻይ እዩ ከምዚ ኣርቲስት ኣብ ኣእምርኡ ዝኾነ ነገር ሒዙ ይስእል ኣብቲ መጀመርያ ኣይትፈልጦን ኢኻ እንታይ ይገብር ኣሎ ደሓር ግን ቀሪጹ ቀሪጹ ቀሪጹ ምስ ወደኣ እቲ እቲ እቲ ናቱ ክእለት ተድንቐሉ ስለዚ ንሕና ከኣ ኣብ ቤት እግዚኣብሄር ከነገልግል ከለና ክእርና ክእለትና ነርእየሉ ሸው ኣይኮነን ኣነ ካብ ኩሶ ይበልጽ እየ ንብለሉ ኣይኮነን። ከነስተውዕሎ ዝግብኣና እንታይ እዩ፣ እግዚኣብሄር ጸጋ ሂብና ኣሎ፣ እሳ ከኣ እንታይ እያ፣ ነቲ ኣካሉ ንምህናጽ ዕዙዛት መታን ክንከውን። ኢድ እንተደኣ ኮይንካ ከም ኢድ ኮንካ ዕየ፣ እግሪ እንተደኣ ኮንካ ነገር እግሪ ግበር። ግናኸ ክፍሊ ኣካል ኢኻ፣ እግሪ በይና ኣይትምካሕን እያ፣ ኢድ በይና ኣይትምካሕን እያ፣ ግናኸ ነቲ ኣካል ዝሃንጽ ወይ ከኣ ዝጠቅም መታን ክትከውን ኣብ ቦታኣ ኮይና ውህበታ ፈሊጣ ክትዓዪ ከተበርክት ይግብኣ። ስለዚ ቤት ኣምላኽ ናይ ውድድርን ናይ ካልእን ዘይኮነ፣ ርእስኻ ተርእየሉ ዘይኮነ፣ ካብኡን ብእኡን ንዕኡን ይብለና ቃል እግዚኣብሄር። ስለዚ ኩሉ ካብኡ እዩ። ምንጩ ንሱ እዩ። ስለዚ ክንገብሮ ዝግብኣና እንታይ እዩ? ቦታና ፈሊጥና ኣገልግሎትና ፈሊጥና ንሃንጽ ከም ዘለና ግና ብርግጽ ከነስተውዕል ይግብኣና። ዘይንሃንጽ እንተ ኣሊና ካብ ምግልጋል ዘይምግልጋል ይሓይሽ። እንተ ብቕንዕና ዘይነብል ኮይንና ነቲ ዝሓዝናዮ እንተ ከምቲ ዝግባእ ጌርና ዘይነመሓላልፎ ሃሊና ክንዳሎ ይግብኣና፣ ክንጽሊ ይግብኣና፣ ኣብ እግዚኣብሄር ዘለና ርክብ ክጸንዕ ይግብኦ ምኽንያቱ ንምህናጽ እዩ ኣብቲ መጨረሻ ከነፍርዮ ዘሎና እቲ ኣካል ክርስቶስሲ ከም ዝግባእ ይህነጽ ኣሎ ድዩ ምኽንያቱ ኣብ መጨረሻ ጸብጻብ እንህበሉ ጎይታ ኣሎ ሙሴ ንእያሱ ሓደ ነገር ገይሩ ክሃንጾ ከሎ ከበርትዖ ከሎ ኣብ ርእሲኡ እውን እንሪኦ እንታይ እዩ ንሰባት ጌጋ ተስፋ ኣይኮንካን ትህቦም ወይ ትምኒታዊ ቃል ኣይኮንካን ተመሓላልፈሎም ነገር ግን እቲ ስሩት ሓቂ ዝኾነ ቃል እግዚኣብሄር ኣብ ቃል እግዚኣብሄር ዘሎ ተስፋ ሂብካ ኢኻ ተበርትዖም ምኽንያቱ እቲ ቃል እንተ ሒዞሞ ዳዊት ኩልና ከም ንፈልጦ እታ ከተምኡ ነዲዳ ምስ ረኣየ ኣንስቱን ደቁን ከኣ ተዘሪፎም ምስ ረኣየ ኩሎም ክሳብ ንምብዓት ንምብካይ ሓይሊ ዝስእኑ በኽዮም ይብለና። ዳዊት ግና ክቐትልዎ ምስ መጹ ሓደ ነገር ገይሩ ቃል እግዚኣብሄር ኣብ ውሽጡ ኣሰላሲሉ ዘኪሩ ዳዊት ግና ብገዛእ ርእሱ ይብለና ንርእሱ ኣበርተዐ እቲ ዘበርተዖ እንታይ እዩ ቃል እግዚኣብሄር ኣብ ውሽጡ ስለ ዝነበረ ተስፋ እግዚኣብሄር ስለ ዝነበረ ክትነግስ ኢኻ ተባሂልዎ እዩ እግዚኣብሄር ቀቢእዎ እዩ ግዝኣት ሂበካ ኢልዎ እዩ ካብ ሳኦል ኣሕሊፈ ንዓኻ ሂበካ እየ ኢልዎ። ክመውት ድዩ? ዋላ ጸላእቲ እንተ መጹ፣ ውግእ እንተ ተላዕሎ፣ no፣ እግዚኣብሄር ኢልዎ እዩ። ሰማይን ምድርን ዝፈጠረ እግዚኣብሄር። ስለዚ ነብስና ነበርትዓሉ፣ ነጸናንዓሉ፣ ቃል እግዚኣብሄር እዩ። ስለዚ ኣሕዋተይ ክንሃንጽ ከለና ንሰባት እቲ ቅኑዕ ዝኾነ ተስፋ ንሃቦም። እግዚኣብሄር ዘይበለና ግና ኣይንበሎም። ትምኒት ኣይኮነን። ቃል እግዚኣብሄር ግና እቲ ትኹል ቃል ንሃቦም ንሱ ሓይሊ ክኾኖም እዩ። ምኽንያቱ ቃል ኣምላኽ መንፈስ ኣለዎ፣ ህይወት ኣለዎ፣ ንሱ የበርትዕ የስልጥ ከኣ። ሙሴ ንእያሱ ቃላት እዚ ትንቢት እዚ ተዛሪብዎ። ኣብ ዘዳግም ሰላሳን ሓደን ጥቕሲ ሽዱሽተ ክሳብ ሸሞንተ ከምዚ ኢልዎ፣ ናይ ገዛእ ርእሱ እምበኣር ቃላት ትምኒት ኣይኮነን ተዛሪብዎ፣ ግናኸ ቃል ትንቢት ብእግዚኣብሄር ዝተቐበሎ ንሱ ንእያሱ ክዛረቦ ከሎ ንርኢ። ከምዚ ኢልዎ፣ እግዚኣብሄር ኣምላኽካ ንሱ እዩ ምሳኻ ዝኸይድ እሞ፣ ኣይጠልመካን ኣይሓድገካን እዩ። ስለዚ ጽንዑ ትብዑ፣ ኣይትፍርሁ፣ ብኣታቶም ኣይትሸበሩ፣ ሙሴ ድማ ንእያሱ ጸዊዑ ይብለና፣ ኣብ ቅድሚ ዅሉ እስራኤል በሎ፣ ንስኻ፣ ምስዚ ህዝቢ እዚ ናብታ እግዚኣብሄር ነቦታቶም ክህቦም ዝመሓለሎም ምድሪ ኽትኣቱ፣ ንስኻ ድማ ኸተረስትዮም ኢኻ እሞ፣ ጽናዕ፣ ትባዕ ከኣ። እቲ ቀቅድሚኻ ዝኸይድ ድማ ንሱ እግዚኣብሄር እዩ። ንሱ ምሳኻ ክኸውን እዩ፣ ኣይጠልመካን ኣይሓድገካን ከኣ፣ ኣይትፍራህ ኣይትሸበር ድማ። እዚ እምበኣር ዓብዪ ማሕተም እዩ፣ ዓብዪ ዓወት እዩ። ስለዚ እያሱ ኣብ መገዱ ዘጋጥሞ ዝኾነ ነገር፣ ኣይትወርስን ኢኻ፣ ኣይትሓልፍን ኢኻ፣ ኣይትኸይድን ኢኻ፣ ኣይከኣልን እዩ ዝብል ወረ ክሰምዕ እዝኒ የብሉን። ከመይሲ እቲ ዝሃቦ ተስፋ ርጉጽ ዝኾነ ምስኡ እግዚኣብሄር ምህላዉ፣ ከረስትዮም ምዃኑ፣ ከእትዎም ምዃኑ እግዚኣብሄር ብርግጽ ዝኾነ ቃል ተዛሪብዎ እዩ። ምእንቲ እዚ ኸኣ ነዚ ስለ ዝኣመነ ጸሓይ እናዓረበት ክትከይድ ከላ ኣብቲ ውግእ ንጸላእቶም ከየጥፍእዎ እንታይ ኢሉ፣ ጸሓይ ደው ትበል። ደው ከም ዘበላ እሞ ንጸላእቱ ከይወድኦም ከምዘይ እቲ እቲ ውግ እቲ መዓልቲ ከም ዘይዓረበ ቃል እግዚኣብሄር ይዛረበና ስለዚ እግዚኣብሄር እቲ ሰማይን ምድርን ዝፈጠረ ኩሉ ዝገብር ተኣምር ዝገብር እግዚኣብሄር ምስኡ ከም ዘሎ ከም ዘይገድፎ ከም ዘይጥንጥኖ ብርግጽ ዝኾነ ቃል ተዛሪብዎ ስለዚ ኣሕዋተይ ንሰብ ከነበርትዕ ከነጻናንዕ ከለና ቃል እግዚኣብሄር ንንገሮ ቃል እግዚኣብሄር ኣይሕሱን እዩ ቃል እግዚኣብሄር ዘልኣለማዊ እዩ ንሱ ዘይልወጥ ቃል እዩ ክብሪ ንእግዚኣብሄር ኣምላኽና ይኹን ካልእ ብኣዘራርባና ብኣዘራርባና ብዙሕ ግዜ ነበርክቶ ነገር ኣሎ ግናኸ ኣዘራርባና ክንጥንቀቕ ቃል እግዚኣብሄር ይምዕደና ምክንያቱ ምህናፅን ምፍራስን መልሓስ ልሳን ከቢድ ዓብዪ ዝኾነ ተራ ከም ዘለዎ ቃል እግዚኣብሄር ይዛረበና። ስለዚ ላዛ ብዘለዎ ዘረባ ጸጋ ብጸሎትን ማዕዳን ነሕዋት ከነበራትዕን ክንሃንጽ እግዚኣብሄር ተራ ሂብና። ስለዚ ኣብ ቀዳማይ ተሰሎንቄ ከይድና እንድሕር ርኢና ቀዳማይ ተሰሎንቄ ዓሰርተ ሓሙሽተ ምዕራፍ፣ ጥቕሲ ዓሰርተ ሓደ ክሳብ ዕስራን ሓደን ዘሎ ኣለና እቲ ጽሑፍ ብኹሉ ኣየንብቦን እየ እተን ዘድልያኒ ከንብብ እየ ከም ጽሑፍ ትሕዝዎ ግን ቀዳማይ ተሰሎንቄ ሓሙሻይ ምዕራፍ ካብ ጥቕሲ ዓሰርተ ሓደ ክሳብ ዕስራን ሓደን ከተንብብዎ ትኽእሉ ኢኹም እተን ዘድልያኒ ግን ቀዳመይቲ እታ ጥቕሲ ዓሰርተ ሓደ ከንብባ እየ ስለዚ ኢልዎም ንሰብ ተሰሎንቄ ክዛረቦ እንከሎ ጳውሎስ ከምቲ እትገብርዎውን ዘለኹም ንሓድሕድኩም እንታይ ግበሩ ተመዓዓዱ እሞ እቲ ሓደ ነቲ ሓደ እንታይ ግበሮ ይህነጾ ስለዚ ማዕዳ ንገዛእ ርእሱ ምህናጽ እዩ ከመይሲ ዝተጋገየ ሰብ እንድሕር ርኢኻ ሱቕ ኢልካ እንተድኣ ገዲፍካዮ ትጠቕሞ የለኻን ንኣብነት ዓይነ ስዉር ኣብ ቅድሜና ይኸይድ እንተ ኣሎ፣ ጉድጓድ ከኣ እንተ ኣላ፣ ንሕና ንርእዮ ኣለና ካልእ ሰብ የለን፣ ሱቕ ኢለ እንተ ርእየዮስ፣ ብርግጽ ንሱ እዩ ዝኸዶ ዘሎ፣ ናተይ ምርኣይን ናተይ ከይድካ ንዕኡ ትጸድፍ ኢኻ ዘለኻ፣ ትወድቕ ኣለኻ፣ ኣብ ቅድሜኻ ጉድጓድ እዩ ዘሎ ዘይምባለይ ሓላፍነት የሰክመኒ። ስለዚ ኣብ ቤት እግዚኣብሄር ከኣ ልክዕ ከምኡ እዩ። ኣሕዋተይ ሰባት ናብ ጥፍኣት ክኸዱ ከለዉ፣ ክጋገዩ ከለዉ፣ ካብ ሓቂ ክወጹ ከለዉ፣ ክዕምጹ ከለዉ ሱቕ ኢልካ ምርኣይ መንፈሳውነት ኣይኮነን። ነገር ግን ንሰብ ተሰሎንቄ በዚ ነገር እዚ ክምእዶም ክምዕዶም ከሎ ንርኢ። ስለዚ ንሓድሕድኩም ተመዓዓዱ እሞ እቲ ሓደ ነቲ ሓደ ይህነጾ። ስለዚ እቲ ምዕዶ እንታይ እዩ? ዝኾነ ጉድለት፣ ዝኾነ ጸገም፣ ዝኾነ ቅኑዕ ዘይኮነ ነገር ስለ ዘሎ እዩ። ስለዚ ምምዕዓድ ሓደ ካብቲ ክንገብሮ ዝግብኣና ነገር እዩ። ኣብ ጥቕሲ ዓሰርተ ኣርባዕተ ከይደ ሽዑ ከምዚ ይብል፣ ኣቱም ኣሕዋትና ነቶም ብዘይ ስርዓት ዝመላለሱ ግንሕዎም። ብዘይ ስርዓት ዝመላልስ ተሎ መግናሕቲ የድልዮ። ነቶም ሕልንኦም ዝዓረቦም ከኣ ኣፋጥንዎም። ነቶም ድኹማት ከኣ ደግፍዎም። ንኹላቶም ተዓገስዎም ኢልና ንምዕደኩም ኣሎና ኢሉ። እቲ ሓደ ነቲ ሓደ ክፉእ ከይፈድዮ ተጠንቀቑ፣ ግናኸ ኩሉ ሳዕ ንሓድሕድኩም ንኹሉ ሰናይ ንምግባር ተጋደሉ ኢሉ። ኩሉ ሳዕ ተሓጎሱ፣ ከየባተኹኩም ጸልዩ፣ እዚ ምእንታኹም ብክርስቶስ የሱስ ፍቓድ ኣምላኽ እዩ እሞ ብኹሉ ኣመስግኑ ኢሉ። ብድሕሪኡ እንታይ ኢሉ ኣሎ? መንፈስ ኣይተጥፍኡ። መዓስ እዩ መንፈስ ዝጠፍእ? ንሓድሕድካ ምጽውዋር እንተገዲፍካ፣ ምምዕዓድ እንተገዲፍካ፣ ዝርገት ዘለዎ ኣካይዳ እንተደኣ ከይዱ፣ እቲ ቀዳማይ ነገር ካባና ዝእለ እንታይ እዩ? መንፈስ እግዚኣብሄር፣ ክብሪ እግዚኣብሄር ካባና ይእለ። ስለዚ ኣሕዋተይ መንፈስ እግዚኣብሄር ኣባና ክዓስል እንተደኣ ኮይኑ፣ ክንገብሮ ዝግበኣና እንታይ እዩ? ምምዕዓድ፣ ምፍጣን፣ ምብርታዕ፣ ተመለስ ምባል፣ ኣክንዲ ሓውኻ ምጽላይ፣ ምድጋፍ፣ ኣብ ጎኖም ደው ምባል ክኸውን ይግብኦ። እዚ እንተ ደኣ ኮይኑ መንፈስ እግዚኣብሄር ኣባና ይስልጥን። ክብሪ እግዚኣብሄር ኣባና ይስልጥን። ክብሪ ንእግዚኣብሄር ኣምላኽና ይኹን። ስለዚ መንፈስ ኣይተጥፍኡ ኢሉ፣ ትንቢት ኣይትንዓቑ ኢሉ፣ ንኹሉ ተዓዘብዎ ነሰናይ ግና ሓዝዎ ይብለና። ስለዚ ኣብ ምህናጽ ተራ እቲ ብኣፍና እንገብሮ ኣገልግሎት ወይ ከኣ ብዘረባ እነበርክቶ ኩሉ ግዜ ክንጥንቀቐሉ ይግብኣና። ኣብ ኤፌሶን ብፍላይ ብዛዕባ እዚ ኣተኲሩ ጽሒፉ ኣሎ። ኤፌሶን ራብዓይ ምዕራፍ ጥቕሲ ዕስራን ትሽዓተን፣ ብዘረባና ከመይ ኢልና ንኻልኦት ክንሃንጽ ከም ዝግብኣና ከምዚ ኢሉ፣ እቲ ንሰማዕቱ ንበረኸት ዝኸውን፣ ንምህናጽ እውን ዘድሊ ሰናይ ዘረባ ደኣ ተዛረቡ እምበር፣ ዘይጠቅም ዘረባስ ካብ ኣፍኩም እንታይ ኣይኹን? ኣይውጻእ። ስለዚ ኩሉ ግዜ ክንዛረብ ከለና ክንመርጽ ይግብኣና፣ ከነስተውዕል። ምእንቲ እዚ ቃል ኣምላኽ ንምስማዕ ቅልጡፋት፣ ንዘረባ ግና ድንጉያት ኩኑ። ቅድሚ ምዝራብና ክልተ ግዜ ክንሓስብ ከም ዘሎና ቓል እግዚኣብሄር ይዛረብ። ስለዚ፣ እንተ ዘይሃንጽ ኰይኑ፣ እንተ ሓሪቕና ወይ ከኣ ኰሪና ዝዀነ ነገር ክሳይ ኰይኑ ፍሬኖ ከድልየና እዩ ማለት እዩ። ምኽንያቱ እታ ሽዓ ተውጻ ሓደ ግዜ እውን ጠቒሰልኩም ነይረ ሓንቲ ምስክርነት፣ ዝተዛረበቶ ሓንቲ ሓፍቲ ክፍኣት የብለይን ኢላ ግናኸ ንሽዑኡ ይዛረብ ይሓርቕ እሞ ይትኩስ ኢላ ሓፍተይ ኢልዋ ልክዕ እስኺ ካላሽን ኢኺ ወይ ከኣ ሽጉጥ ኢኺ ሽጉጥ እኳ ሓንሳብ ምስ ተተኮሰት እታ ጥይት ምስ ወጸት ሰብ ቀቲላ ኣላ ግን እሳ ትዝሕል እያ ኢልዋ ልክዕ ከምኡ ቀቲልኪ እኳ ኢኺ ስለዚ ውዕይቲ ደኣ ኮይነ ስራኤኒ እዛረብ እምበር ኣብ ልበይ ኣይሓዝኩን ነው ከምኡ ዝበሃል ነገር የለን ቃል ኣምላኽ እንታይ ይብለና ኣፍ እንታይ ይዛረብ ምልኣት ልቢ ይዛረብ ስለዚ ኣሕዋተይ ቃል እግዚኣብሄር ዝብሎ ከነሐስዎ ኣይንኽእልን ኢና ከምኡ እዩ ዝብል ስለዚ ውሽጥና እንተ ደገና ክጽብቕ ኮይኑ ውሽጥና ክጽብቕ ይግብኦ ክብሪ ንእግዚኣብሄር ኣምላኽና ይኹን ስለዚ ካልእ እውን ብግብራዊ ነገር ምምስካር የድሊ። ዘይኮነ ከምቲ ኣንቶይ ዝበልናዮ ኣጉል ተስፋታት ምሃብ ዘይኮነ እቲ ክዉን ዝኾነ ናብራ ክርስትና ንሰባት ክንምህርን ከነፍልጥን ይግብኣና። ስለዚ ሃዋርያት ዝገብርዎ ዝነበሩ ኣብ ግብሪ ሃዋርያት ዓሰርተ ኣርባዕተ ጥቕሲ ዕስራን ክልተን ክሳብ ዕስራን ሰለስተን ከምዚ ንርኢ። ብመከራ ክሓልፉ ከለዉ ኣብ መግረፍቲ ጸኒሖም ተመሊሶም ክመጹ ከለዉ እቶም ኣሕዋት ተስፋ ክቆርጹ እዮም ምኽንያቱ ሓደሽቲ እዮም እመሃሩ እዮም ዘለዉ ስለዚ እቶም መማህራን እቶም ኣገልገልቲ እቶም ሃወርያት ዝብሉ በዓል ጴጥሮስ በዓል ጳውሎስ እንተ ኣብ መጋባእያ ዝግረፉ ኮይኖም ከመይ ኢልና ንኽእሎ ክርስትና ከምዚ እንተ ኮይኑ ይትረፈና ምኽንያቱ ከቢድ ዋጋ ይኽፈል እዩ ስለዚ ንሳቶም ምስ መጹ ግና ሓደ ነገር ይዛረብዎም። ስለዚ ኣብ ግብሪ ሃዋርያት ዓሰርተ ኣርባዕተ ጥቕሲ ዕስራን ክልተን ክሳብ ዕስራን ሰለስተን ከምዚ ይብለና ነፍሲ እቶም ደቀ መዛምርቲ እንታይ ግበሩ ኣጸናንዑ ናብ መንግስቲ ኣምላኽ ብብዙሕ ጸበባ ክንኣቱ ይግብኣና እዩ እናበሉ ከኣ ኣብ እምነት ክጸንዑ ይምዕድዎም ነበሩ። ኣብ መማሕበሩ ሽማግለታት ምስ ሓረዩሎም ድማ ብጾምን ብጸሎትን ናብቲ ብእኡ ዝኣመኑ ጎይታ ኣማዕቆብዎም ይብለና። ስለዚ ክንዛረብ ከለና ምናልባት ሰባት ከይፈርሁ ወይ ከምዚ ከይኮኑ ከምዚ ከይኮኑ ስለ ዝጸጽብቑ ጥራሕ ዘይኮነ ምሉእ ወንጌል ኢና ከነሕልፍ ዝግብኣና። ምሉእ መከራ ኣሎ ዓስቢ ድማ ኣሎ። ክንደክም ንኽእል ኢና ክንሕለል ንኽእል ኢና ዘበርትዕ ግና እግዚኣብሄር ኣሎ ጸጋ እግዚኣብሄር ኣሎ ኣብ ክእለትና ኣይንእመንን ግናኸ ንሕና ድኹማት እኳ እንተኾንና እቲ ኣባና ብርቱዕ ግና ንሱ ክርስቶስ ሓያል ምዃኑ ኩሉ ግዜ ክንእመን ይግብኣና ስለዚ እቲ ቅኑዕ ዝኾነ ስእሊ ናይ ክርስትና ክንህቦም ይግብኣና እዚ እንተ ፈሊጦም ፈተና ክገጥሞም ከሎ ብኩነታት ክሓልፉ ከለዉ ሽዑ እዚ እንታ ክኾኖም እቲ ቃል መጺኡ ምጽንናዕ ኣብኦም ክገብር እዩ ክብሪ ንእግዚኣብሄር ኣምላኽና ይኹን። ስለዚ ብማዕዳ ከነገልግል ንሓድሕድና እውን ቃል እግዚኣብሄር ይዛረበና። ሓንቲ ብዛዕባ እታ ናይ መልሓስ ከንብብ ከለኹ ክዳሎ ከለኹ ዘንበብክዋ ጻሕፍቲ ቃል ኣምላኽ ኣይኮነትን ግና ከክነግረኩም እየ እሞ ከምዚ ኢሉ

ስለዚ መተካእታ የብላን እሞ ልበይ ኣይትስበረኒ ብቃልካ ካብ ከምኣ ግና ሸቦጥ ሓዝ እሞ ዓጽመይ ስበረኒ ምክንያቱ ዓጽሚ ይጽገን እዩ ልቢ ግና ስምብራት የውጽእ እዩ ስለዚ ቃላት እንዛረቦ ኩሉ ግዜ ክንጥንቀቅ ቃል እግዚኣብሄር ይነግረና ስለዚ እታ ስበር ወይ ዓጽመይ ስበር ትብል ወንጌል ደይኮነት ወንጀል እያ ስለዚ ቃል ኣምላኽ ኣይኮነትን ምእንቲ እዚ እየ ከምኡ ዝበልኩ ስለዚ ንሕና ንኽተሎ ኣይኮነን ግናኸ እታ ጽሕፈት ከምጻ ከሎ ገሪምኒ እቲ ኣበሃህልኡ ብዛዕባ ናይ ልሳን ንዓኣ ኤምፋሲስ ክህብ ወይ ከኣ ንዓኣ ከግንን ኢሉ ዝተጠቕመላ ቃል እያ ስለዚ ብማዕዳ ከነገልግል ከም ዝግብኣና ንሓድሕድና ከንሃንጽ ከም ዝግብኣና ቃል እግዚኣብሄር ይዛረብ ስለዚ ኣመንቲ ብጋሻ ትምህርቲ ከይስሕቱ ሓድሽ ዝኾነ ትምህርቲ፣ ጓና ዝኾነ ትምህርቲ ከይሰሕቱ ኩሉ ግዜ ማዕዳ ከም ዘድልዮም ቃል እግዚኣብሄር ይዛረብ። ንሰብ እብራውያን ከምዚ ኢልዎም ኣሎ፣ እብራውያን ዓሰርተ ሰለስተ ጥቕሲ ትሽዓተ፣ እብራውያን ዓሰርተ ሰለስተ ጥቕሲ ትሽዓተ ከምዚ ኢሉ፣ ልብኹም ኢሉ በቲ ነቶም ዝኸደሉ ዘይጠቐሞም ብልዒ ዘይኮነስ፣ ብጸጋ እንተ ጸንዐ ጽቡቕ እዩ እሞ፣ ብብዙሕ ዝዓይነቱን ጋሻን ትምህርቲ ኣይትስሓቱ ክብል ተዛሪብዎም ኣሎ። ስለዚ ካብቲ ዘይጠቕሞም ነገር ብልዒ ዝኾነ ሓላፊ ዝኾነ ምድራዊ ዝኾነ ነዚ ነገር እዚ ዘጋንኑ ብዙሓት ኣለዉ። ስለዚ ልብኹም ግና ብጸጋ እንተ ጸንዐ ጽቡቕ ኢሉ። ስለዚ ብብዙሕ ዝዓይነቱ ጋሻ ትምህርቲ ኣይትስሓቱ ክብል ከም ዘጠንቀቖም ቃል እግዚኣብሄር ይነግረና። ኣብቲ መጨረሻ እውን ማዕዳ ዘድልዮ ኣብ ማእከልና ዘይኣምን እኩይ ልቢ ከይህሉ፣ ካብቲ ሓቂ ዝዘንበለ፣ ሓጢኣት ዝዐሽዎ ሰብ፣ ከይህሉ ብዛዕባ እዚ ክንፈርህ ከም ዘለና ክንጥንቀቕ ከም ዝግብኣና ቃል እግዚኣብሄር ይዛረብ። ከምቲ ዓንተቦይ ዝበልናዮ እናጸደፈ ከሎ፣ እናተጋገየ ከሎ፣ ጌጋ ጎደና እናኸደ ከሎ ሱቕ ምባልና ሓላፍነት የሰክመና እዩ። ቃል እግዚኣብሄር ከምኡ እዩ ዝብለና ኣብ ህዝቅኤል ነቲ ሓጥእ ካብ ሓጢኣቱ ክምለስ እንተ መዓድካዮ ነብሱ ኣድሓንካ። ንሱ ብገዛእ ርእሱ ከይዱ እንድሕር ኣብቲ ዓጢኣት ክጸንዕ ደልዩ እቲ ፍርዲ ናቱ እዩ። ግናኸ ነቲ ሓጥእ እናረኣኻ እንተ ዘይምዒድካዮ፣ ደሙ ካባኻ ክደልዮ እየ ይብለና ቓል እግዚኣብሄር። ስለዚ ከቢድ ሓላፍነት ኣለና። ስለዚ ሱቕ ምባል መፍትሒ ኣይኮነን። ስለዚ ክንሃንጽ እንተ ኮይንና ማዕዳ ንዘድልዮ ማዕዳ፣ ምብርታዕ ንዘድልዮ ምብርታዕ፣ ኣጆኻ ንዘድልዮ ኣጆኻ፣ ደገፍ ንዘድልዮ ደገፍ ክንገብር እዚ ቅኑዕ ቃል ኣምላኽ ቃል ኣምላኻዊ ምህሮ እዩ። ስለዚ ኣብ እብራውያን ዓሰርተ ሰለስተ፣ ጥቕሲ ዓሰርተ ክልተ ክሳብ ዓሰርተ ሰለስተ እውን ከምዚ ይብለና፣ ኣቱም ኣሕዋተይ፣ ሎሚ ኪበሃል ከሎ ኢሉ፣ ኣብ ጸጽባሕ ንሓድሕድኩም ተመዓዓዱ ኢሉ እምበር፣ ሓደ እኳ ካባኻትኩም ሓጢኣት እንዓሸዎ ከይተርር እሞ፣ ምናልባሽ ኣብ ሓደ ካባኻትኩም ካብቲ ህያው ኣምላኽ ዘርሕቕ እኩይ ዘይኣምን ልቢ ከይህሉ ተጠንቀቑ ይብለና ስለዚ ክንጥንቀቅ ከም ዝግበኣና ቃል እግዚኣብሄር ይዛረብ ስለዚ እኩይ ዘይኣምን ልቢ እንተ ሃልይዎ ካብ ኣምላኽ ዘርሕቅ ስለ ዝኮነ ካብ ህይወት ዘትርፍ ስለ ዝኮነ ብዛዕባ እዚ ነገር እዚ ክንመዓዓድ ከም ዝግበኣና ንሓድሕድና ክንደጋገፍ ከም ዝግበኣና ቃል እግዚኣብሄር ይዛረበና ክብሪ ንእግዚኣብሄር ይኩን ክንጽሊ ኢና ከነመስግን ኢና ንምህናጽ ኣካል ክርስቶስ ዕዙዛት ክንከውን ምናልባት ኣብ ናይ ጸሎት መንፈስ ከለና